ሻሎም ሻሎም ቁዱሳት ኣሕዋትን ኣሓትን ኩላትኩም ብሓባር እንኳዕ ብድሓን መጻኩም ናብ ባህሪ ኣምላክ ዩቱብ ቻነል እዚ እቲ ኣብ ከከቲ ሰሙን ሕጂ ዝፍንዎ ዘለኩ ቪድዮ ኮይኑ መቀጸልታ እዚ ናይ ሎማዓንቲ ትምህርትና ከኣ መቀጸልታ ናይ ዝሓለፈ ትምህርቲ እዩ እቲ ዝሓለፈ ትምህርቲ ዝነበረ ከኣ ምንጣቕ ዝብል ትምህርቲ ካበይ ይመንጩ? ኣየኖት ክፋላት ናይቶም ቅዱሳት ጽሑፋት እዮምከ ዝጥቀሱ? ዝሓለፈ ትምህርቲ ወይ ድማ ራብዓይ ክፋል ነይሩ ሎሚ ሓምሻይ ክፋል ይኸውን ማለት እዩ። ስለዚ ነዚ ናይ ሎምዓንቲ ሓምሻይ ክፋል ክትከታተሉ ብኽብሪ ዕድመኩም። ነዚ ናይ ሎምዓንቲ ትምህርቲ ከኣ ምስ ተኸታተልኩም ሕቶ ወይ ርእይቶ ምስ ዝህልወኩም ክትጽሕፉ እተባብዓኩም ማለት እዩ። ስለዚ ክሳብ መወዳእታ ቅጽል ኢልኩም ብጽሞና ክትከታተልዎ ከበይ ከመይ ኣተናትና ክትጽልዩ መጽሓፍ ቅዱስ ክትደጊሙ ከተንብቡ ይላበወኩም ማለት እዩ። ክብሪ ንኣምላኽ ይኹን የሱስ ጎይታ እዩ። ስለዚ ናብቲ ናይ ሎምዓንቲ ትምህርቲ ክሓልፍ ከም ዝበልኮ መቐጸልታ እዩ ነይሩ እሱ ከዓ ብዛዕባ ብዙሕቲ ግዜ ምንጣቕ ምንጣቕ ንብል ንሰሚዕና እሞ ሕጂ እንዳዘርዘርክዎ ራብዓይ ነይሩ ዝሓለፈ ግዜ ሕጂ ሓሙሻይ ክፋሉ ካበይ ምንጩ እንታይ እዩ ዝምንጣቕ ዝበሃል ኩሉ ክዝርዝሮ ቀንየ ሕጂ ከኣ ሓሙሻይ ክፋል ኣለና ማለት ስለዚ እሱ ከኣ እቲ ዝጥቀስ ዘሎ ጥቕሲ ካብ ማቴዎስ ወንጌል ማቴዎስ ምዕራፍ 24 ኮይኑ እቲ ፍጻሜታት በጺሕና ኣለና እቲ ፍጻሜታት ከኣ ካብኡ ብዙሕ ተገሊጹ ኣሎ ከምቲ ዝጥቀስ ዘሎ ጥቕሲ ካብ ማቴዎስ ዕስራን ኣርባዕተን ካብ ጥቕሲ ሽዱሽተ ክሳብ ዓሰርተ ኣርባዕተ እዩ ዘሎ ማለት እዩ። ክሳብ ዓሰርተ ሓደ ዘሎ እቲ ፍጻመታት ዘርዚረዮ ገሊጸዮ ነይረ። ንምዝኽኻር ዝኣክል ግን ካብ ጥቕሲ ሽዱሽተ ጀሚረ ከምበ እንታይ ዝብል ውግእን ወረ ውግእን ክትሰምዑ ኢኹም፣ ረኣዩ ኣይትሰንብዱ፣ እዚ ኩሉ ክኸውን ግዲ እዩ፣ ግናኸ መወዳእታ ገና እዩ ህዝቢ ናብ ህዝቢ መንግስቲ እውን ናብ መንግስቲ ክለዓል እዩ ኣብ ቦቦትኡ ድማ ጥሜትን ፌራን ምንቅጥቃጥ ምድርን ክኸውን እዩ እዚ ኩሉ ግና መጀመርታ ቅልውላው እዩ ሽዑ ንመከራ ኣሕሊፎም ክህቡኹም ክቐትልኹም እውን እዮም ብዛዕባ ስመይ ከኣ ኣብ ኩሎም ኣህዛብ ጽሉኣት ክትኮኑ ኢኹም ትሻዓተ እዚ ጥቕሲ ዓሰርተ ከኣ ሽዖ ሽዑ ብዙሓት ክዕንቀፉ ንሓድሕዶም ኣሕሊፎም ክወሃሃቡ ንሓድሕዶምውን ክጸላልዉ እዮም። ጥቕሲ ዓሰርተ ሓደ ብዙሓት ነቢያት ሓሶት ክትንስኡ ንብዙሓትውን ከስሕቱ እዮም። እዚ ክሳብ ኣብዚ ኣብ ዝሓለፈ ክሳብ ራብዓይ ክፋል ተገሊጹ ነይሩ እዩ። ሎምዓንቲ ከነተኩረሉ ወይ ድማ ክገልጾ ዝሓሲበ ዘለኹ ምዕራፍ ጥቕሲ ዓሰርተ ክልተ ካብ ዓሰርተ ክልተ ክሳብ ዓሰርተ ኣርባዕተ ዘሎ ንሱ ከኣ እንታይ ዝብል ዓመጻ ስለ ዝበዝሐ ድማ ናይ ብዙሓት ፍቕሪ ክትዝሕል እያ። እዚኣ ከመይ እያ እዚኣ ከዝርዝራ እየ ማለት እዩ። ቕጽ ዓሰርተ ሰ ኸኣ እቲ ኽሳዕ መወዳእታ ዝዕገስ ግና ክድሕን እዩ። እንታይ ማለት እዩ ከመይ ማለት መወዳእታ ክንሪኦ ኢና። እቲ ቕጽ ዓሰርተ ኣርባዕተ ኸኣ እዚ ወንጌል መንግስቲ ኸኣ ንምስክር ኩሎም ኣሕዛብ ኣብ ብዘላ ዓለም ክስበኽ እዩ። ኣብ ብዘላ ዓለም ክብል ከሎ እንታይ ማለት እዩ ሽዑ መወዳእታ ኸኣ ይመጽእ ኢሉ ማለት እዩ። ነዚ'ቲ መወዳእታ ዝብሎ ዘሎ ከኣ ኩሉ ግዜ ከም ኣቐዲመ ዝገለጽኩዎ መወዳእታ ናይ ዘመን ናይ ኣይሁድ ናይ ስርዓት ናይ ኣይሁድ ናይ ብሉይ ኪዳን ናይ ምዕናው የሩሳሌም ነይሩ ማለት እዩ። ስለዚ እዚ ቅድሚ ምዃኑ ቅድሚ እታ የሩሳሌም ምዕናው እዚ ፍጻሜታት'ዚ ክፍጽም እዩ በብተራ ቀደም ተኸተል ተሰሪዑ ማለት እዩ። ስለዚ ሎማዓንቲ ሕጂ ብዛዕባ ዓመጻ ስለ ዝበዝሐ ትብል ክንሪኣና ድሕሪኡ ከኣ ክሳብ መወዳእታ ዝዕገስ ክድሕን እዩ ክንሪኦና። ካልእቲ ከኣ እቲ ወንጌል መንግስቲ ኣምላኽ ኣብ ኩሎም ኣህዛብ ኣብ ዘላ ዓለም ክስበኽ ከመይ እዩ ተሰቢኹ ዝሰበኽ ኣይተሰበኸን ክሪኢና ማለት እዩ ክብሪ ንኣምላኽ ንየሱስ ጎይታ እዩ ስለዚ እቲ ምብዛሕ ዓመጻ ሕጂ ክንሪኢና ኩሉ ግዜ እታ ኣብነት ንወዛደልና እቲ ተባህላ እቲ ተባህለ ንመን ነይሩ ተቐዳይት ማሕበር ነይሩ ማለት እዩ እቶም ቀዳሞት ኣመንቲ ወይ ኣብታ ናይ ቀዳይት ማሕበር ኣመንቲ ማለት እዩ እታ ቀዳይት ማሕበር ሓደ ነገር ነይሩ ዘጋጥሞም ነበረ ሽግር እንታይ ነይሩ ገለ ዝጎደሎ ፆታዊ ናብራ ነይሩ እዚ እታ ማሕበር ብቐፃሊ ትቃለሱ ነይራ ማለት እዩ ኣብ ናይ መርዓ ጉዳይ ኣብ ናይ ዝምድና ፆታዊ ዝምድ ሕብረት ማለት እዩ እዚ ከመይ ዓይነት ክኸውን ኣለዎ ኣገባብ ኣመራዕባ፣ መን ንመን ምርዑ፣ እዚታት ካብቲ ዝወጽዎ ጣኦት ገሊኦም ብዙሕ ኣይናገፉ ነይሮም ማለት ብዙሕ ጉጉይ ዝኾነ ትምህርቲ ከኣ ኣይተኣቱ ነይሩ ገሊኦም ውን ከይተነስሑ ዝኸድዎ ነይሮም ስለዚ እታ ማሕበር ሲ ቀጻሊ ነዚ ጉዳይ ትቃለሱ ነይራ እዚ ደረት ዝጎደሎ ጾታዊ ናብራ ነይሩ እዚ ከኣ እዚ ናብራ እዚ ከኣ ኣብ ምፍራስ ዝምድናታት ዓቢ ተራ ነይርዎ ማለት ኣብቲ ሪሌሽንሽፕ ዝነበረ ይፈርስ ነይሩ ብሰንኩ እቲ ዝምድናታት ክፈርስ ከሎ ከዓ ውፅኢቱ ከዓ ኣብቲ ናይ ፍቕሪ ምዝሓል ንሓድሕዶም ዝነበሮም ፍቕሪ ምዝሓል ዓቢ ፅልዋ ወይ ተራ ነይርዎ ማለት እዩ ኣሉታዊ ሳዕቤኑ ከዓ ፍቕሪ ሓድሕዶም ዝነበሮም ይዝሕል ነይሩ ማለት እዩ እንታይ ዝብል ዓመፃ ስለበዝሐ ድማ ናይ ብዙሓት ፍቕሪ ክዝሕል እያ ኢልዎ ይታ ስለዚ ኣቐዲሙ ነጊርዎም ከምኡ ከዓ ከጋጥሞም ጀሚሩ ማለት እዩ ማቴዎስ ዕስራ ኣርባዓ ዓሰርተ ክልተ ጳውሎስ ብዛዕባ እዚ ጠባይ ናይ እታ ኣብ ቆሮንቶስ ዘነበረት ማሕበር ብጣዕሚ ሰንቢዱ ነይሩ እትካይድኦም ማለት እዩ ኣብ ቀሮንቶስ ዝነበረት ማሕበር እቲ ኣብዚ ናይ ስርዓት ዝጎደሎ ፆታዊ ናብራ ተርኢ ነይራ እታ ቆሮንቶስ ዝነበረት ኣብ ቆሮንቶስ ዝነበረት ማሕበር ንኣብነት ቀዳማይ ቆሮንቶስ ምዕራፍ ሓሙሽተ እንድሕር ርኢናዮ ካብ ጥቕሲ ሓደ ክሳብ ክልተ ከንበርኩ ነየ ምንዝርና ብስሩ ከምኡ ዘመሰለ ምንዝርናስ ኣብቶም ኣህዛብ እኳ ዘየልቦ፣ ማለት ሓደ ኻባኻትኩም ነታ ሰበይቲ ኣብኡ ከም ዘእተወ ይውርየኩም ኣሎ። ሕጂ ኣብቶም ኣህዛብ፣ ኣብቶም ዘይኣመንቲ ከማንሲ እዚ ነገር እዚ ከምኡ ይግበ ኣይተራእየን። ካባኻትኩም ግን ሓደ ምስ ሰይተብኡስ ንሰይተብኡስ ኣእትይዎ ኣሎ። እዚ እዩ እቲ ደረት ዘይብሉ፣ ጸታዊ ናብራ ማለት እዩ ሴንሽዋል ዝኾነ ነገር ማለት እዩ ከምኡ ነይሩ ስለዚ ከምዚ ይውረየኩም ኣሎ ይብሎም ሕጂ ነዚ መስናይ እዚ ከዓ ተነፊሕኩም ኣለኹም እሞ እቲ እዚ ግብሪ እዚ ዝገበረ ካብ ማእከልኩም ምእንቲ ክርሕቕ ኢልኩም ኮቶ ይግህኹም ስለዚ ከም ዝቕጽል ኣይደለዩ ነሩ ስለዚ ቃልሲ ኣሎ እዚ ተቓለሱ እዚ ነገር እዚ ከተርሕቕዎ ግብኣኩም ነሩ ፈለማ ሕማቕ ምዃኑ ፍለጡ ሓጢኣት ምዃኑ ፍለጡ ንኹሉኹም ከም ዘበላሽወኩም ፍለጡ። ስለዚ ከም ድሕሪ ኮይኑ ከኣ ቅድም ጓሂ ክመጽእ ከተርሕቕኦ ከኣ ኣለኩም ማለት እዩ። ስለዚ ከምዚ ግን ኣይገበርኩምሉን። ስለዚ እዚ ተኣዳኒት ማሕበር ዓመጻ ኣብ በዝሓ ነይሩ ማለት እዩ። ዓመጻ ከምቲ ጎይታ ዝበሎ ዓመጻ ነይርዋ ማለት እዩ። ኩለን ኣይኮናን ሕጂ ንኣብነት ኣብ ቆረንጦስ ዝረእ ዝነበረ እዩ ማለት ሕጂ። እቲ ጎይታ ዝበሎ ከኣ እዚ እውን ንገዛእ ርእሱ ንኹሉ ይብክል እዩ ማለት እዩ። ነቲ ሕብረት ኣብቲ ሓንሕዶም ዝነበሮም ፍቕሪ እውን የዝሕሎ እዩ። ካልእ ከዓ እታ ማሕበር በጀካ እዚ ናይ ፍኑው ዝኾነ ፆታዊ ናብራ ኣብ ኮረንቶስ ንኣብነት ንኣብነት ዝገለፅክዎ ካልእ እውን እታ ማሕበር ቀፃሊ ፈተናታትን ስደትን ካብ ወፃኢ ይመፃ ነይሮም ካብ ደገ ካብቶም ኣህዛብ ካብቶም ዘይኣመንቲ ቀፃሊ ፈተናታትን ስደትን ይመፃ ነይሩ ብተወሳኺ እውን ካብ ውሽጢ እውን ነይሩ ዝገጥማ ተጋድሎ ወይ ድማ ብድሆታት ነይሩ። ኣሱ ከኣ እንታይ ነይሩ ክሕደት ነይሩ፣ ምጥልላም ነይሩ፣ ጉጉይ ትምህርቲ ነይሩ ማለት ስሕተት ምትንሳእ ናይ ሓሰውቲ ነባት ካብ ማእከሎም እውን ነይሩ። ስለዚ እዚን እዚን ፍጻሜታት እዚ ካብ ደገ ካብ ውሽጥን ካብ ደገ ስደትን ፈተናታትን ይመጻ ነይሩ። ካብ ወሽጢ ከኣ ስሕተት ዝኾነ ትምህርቲ፣ ክሕደት ወይ ምጥልላም ወይ ንድሕሪት ምምላስ፣ ምትንሳእ ናይ ሓሰውቲ ነብያት፣ እዚ ኩሉ ተደማሚሩ ኣብታ ማሕበር ፍቕሪ የዝሕል ነይሩ። ማለት እቶም ኣመንቲ ኣብ ናይ ጎይትኦም ኣብ ናይ የሱስ ክርስቶስ ዝነበሮም ፍቕሪን ኣብ ትምህርቱን ክዝሕል ጀሚሩ። ማዕረ ማዕሪኡ ከኣ ኣብ ንሓሕዶም ዝነበረ ፍቕሪ ከኣ ክዝሕል ጀሚሩ። መብዛሕትኡ ግዜ ሕጂ ከምኡ ኣሎ ኣብ ዝኾነ ወላ ሕጂ እውን ከምኡ ይረአ እዩ እንታይ እዩ እቲ ሰባት ሕጂ ዘይከውን ጥዑይ ዘይኮነ ኣካይዳ ክርኢ እንከሎ ስደት ክበዝሕ ከሎ እቲ ጎይታ ዘለዎም ፍቕሪ ኣብ ትምህርቱ ዘለዎም ፍቕሪ ተወፋይነትን እንዳወሓደ እንዳጎደለ ይኸይድ ማለት እዩ እዚ ሕጂ እቲ ፍቕሪ ብዙሓት ክትዝሕል እያ ዝበለ ጎይታ ማለት ስለዚ እዚ ክብሎ እንከሎ እዚ ኣብታ ቀዳማዊት ማሕበር ተፈጺሙ እዩ ቅድሚ እቲ ዝበሎ ምፍጻም፣ ቅድሚ እቲ ምዕናው፣ ቅድሚ እቲ ብሉይ ኪዳን ምውድኡ፣ ቅድሚ ምዝዛም፣ በብሓደ በብሓደ በብሓደ፣ ሽዑ እቲ ምሉእ እቲ ስርዓት ከኣ ምስ ምፍራስ ወይ ምስ ምዕናው ናይ ዮርሳሌም ቤት መቕደስ ይውዳእ። እዚ ከይኮነ እንከሎ ግን ኣቐዲሙ እዚ ነገራት እዚ ይመጽእ ማለት እዩ። ካልእ ከኣ ክሕደት ነይሩ ማለት እዩ፣ የጋጥም ነይሩ፣ ምኽሓድ ነይሩ፣ ዲናያል ነይሩ። እዚ ኸኣ ምዕንቃፍ ማለት ይዕንቀፉ ንድሕሪት ክምለሱ ማለት እዩ ናብቲ ናይ ኣይሁድ ወይ ናብ ገለ ይምለሱ ነይሮም ማለት እዩ ሽዑ ብዙሓት ክዕንቀፉ ንሓድሕዶም ኣሕሊፎም ክወሃቡ ንሓድሕዶም ክጻልኡ ኢልዎም ጎይታ ማለት እዩ ከምዚ በሎም የጋጥም ማለት እዩ ብስደት ስለ ዝበዝሕ ነበረ ካብ ካብ ደገ ፈተና ስለ ዝበዝሖም ነበረ ካብ ውሽጦም ንሓሰውቲ ነቢያት ስሕተት ስለ ዝነበረ እም ክሕደት ቃሪር ምጥላም ምግድዳዕ ስለ ዝነበረ እዚ ነገራት ሽዑ እንታይ ገብሮም ጀሚሩ ንሓድሕዶም ክጸላልኡ ይገብሮም ነይሩ ኣሕሊፎም ይወሃቡ ነይሮም ስደት ዝበዝሖም ከሎ ኣሕሊፎም ይወሃቡ ነይሮም ይመልቁ ነይሮም ይዳጎፉ ይነበሩ ማለት እዩ ስለዚ ብዙሓት ነቢያት ሓሶት ከኣ ክትንስኡ ኢልዎም ነይሩ ማለት ንብዙሓት ውን ከስሕቱ ማለት እዩ ስሒቶም ርሕቶም ንኻልኦት ከኣ የስሕቱ ነይሮም ማለት እዩ ካልእ ኣብዚ ጥልመት እዚ ጳውሎስ ኣብታ ቀዳማይ ማሕበር ማለት ንኣብነት ጳውሎስ ይሓዝን ነይሩ በዚ ነገር እዚ ይጉህ ነይሩ ኣብ ህይወቱ እውን የጋጥሙ ነይሩ፣ ኣብ ኣገልግሎቱ ብዙሓት ይጠልምዎ ነይሮም። ንኣብነት ካልኣይ ጢሞቴዎስ ምዕራፍ ኣርባዕተ ቁጽሪ ዓሰርተ ሽዱሽተ ከምዚ ይብል፣ ኣብቲ ቀዳማይ ምጉተይ ኣይሓዘሎም ኣይሓዘሎም፣ ኩላቶም ጠለሙኒ እምበር ሓደ እኳ ምሳይ ኣይነበረን። ፈተነ ክብርትዖ እንከሎ፣ ስደት ክበዝሖ እንከሎ ንጳውሎስ ብዙሓት ይገድዕዎ ነይሩ፣ ይምለሱ ነይሩ ካብኡ፣ የተሓርሕሩ ነይሮም ካብኡ። እዚ ሓደ ካብቲ ጎይታ ዝበሎ ማለት እዩ፣ ምጥላም ክመጽእ ማለት ክጻላሉ ኣሕሊፎም ክወሃሃቡ። ካልእ ካብ ተኣዳዊት ማሕበር ከዓ ብደገ ብወፃኢ ማለት እዩ ፈተና ስደት ዝበዝሓን ነበረ ስደት ምስ በዝሓ ክንዲ ዝፀንዑ ገሊኦም እቲ ኣኼባ ኣቋርጭዎ ነይሮም ክእከቡ እንተ ደኣ ኮይኖም ንኸይእከቡ ብዙሕ ፀቕጢ ዝግበረሎም ነበረ ይእከቡ ንኸይእከቡ ይፈርሁ ነይሮም። ቀስ እናበሉ ኸኣ ቀስ እናበሉ ይኽሕድዎ ነይሮም ነቲ እምነት ማለት እዩ። ናብቲ ኣይሁድ ይምለሱ ነይሮም፣ ኣይሁድነት ይምለሱ ነይሮም ማለት እዩ። ምኽንያቱ ንምንታይ ከምዚ ኮይንና፣ ከምዚ ኣጋጢሙና፣ ከምዚ ዘይኮና፣ ሕጂ ብዙሓት ሰባት እውን ገዛእ ርእሶም ፈተና ክበጽሖም ከሎ ንድሕሪት ይምለሱ። እግዚኣብሄር ምሳኻ እዩ፣ ጐይታ ምሳኻ እዩ። ኣብቲ እዋን እቲ ጐይታ ምስኦም ነይሩ እዩ። እቶም ዘይተረድኦም፣ እቶም ዘይጸንዑ ግን፣ ናብ ድሕሪት ይምለሱ ነይሮም እምበር እግዚኣብሄር ኣብቲ ፈተና ክትኣቱ እንከለኻ ስደት ክበዝሕ ከሎ ገብ ዝገድፍ ኣምላኽ ኣይኮነን ክሳብ መወዳእታ ዓለም ምሳኻትኩም ዝበሎም እዩ ስለዚ ንሶም ግን ፈተና ምስ በርትዖም ስደት ምስ በዝሐ ፅቡቕ ክኸዱ ፀኒሖም ድሕሪኡ ከዓ ኢዶም ሓፍ ኣብሉ ነይሮም ኣብኡ እንድሕር ክእከቡ ጀሚሮም ከዓ ክፍለጡ ስለ ዘይነበሩ ኣብቲ ናይ ኣይሁድ ይምለሱ ነይሮም ምክንያቱ ተኸይኑ እንዲሓለወና ኣምላኽ ኢሎም ከም ዘይኮነን ሽዑ ክጠራጠሩ ጅምሩ ማለት እዩ እሱይ ኮነን ክብልዎም ሰቕ ዝገብሩሎም ብዙሕ ነገራት ሕተት ስለ ዝመፅነበረ በዝን በዝን በዝን በዝን ተኣኼባ ናብ ምሕዳግ በፂሖም ነይሮም ገሊኦም ኣቦኾም እዩ ኣብ ዕብራውያን ምዕራፍ ዓሰርተ ጥቕሲ ዕስራን ሓሙሽተን ከምዙይ ይብል እዚ ኸዓ እታ መዓልቲ እቲኣ ትቐርብ ከም ዘላ ኣፀቢቕኩም ትርእዩ ኣለኹም እሞ ስለዚ እታ መዓልቲ ናይ ጎይታ ማለት እቲ ዝበሎ ጎይታ ንኽፍፀም ይቐርብ ኣሎ እሞ ኣብዚ ወለዶ እዚ ማለት እዩ ንሓድሕድና ንመዓት እምበር ገሊኣቶም ልማድ ከም ዝገበርዎ ኣኼባ ናይ ንሕደ ገሊኦም ልማድ ገይሮሞ ነይሮም ገዲፎሞ ክላስ ኣኼባ ስለዚ እታ እንኮ ዝነበረቶም ንሓድሕዶም ተራኺቦም ንሓድሕዶም ተራኺቦም ዝኣኼቦ ኣኼባ ማለት ዕላማ ናይቲ ኣኼባ ክጸናንዑ ክበራትዑ ማለት እዩ እቲ ፍቕሪ ናይ ኣምላኽ ንሓድሕዶም ዘለዎም ብኸምኡ ክብርትዑ ክድንፍዑ ምክንያቱ ብደገ ተስፋ ግን ከቁርጾም ብዙሕ ፈተነታት ብዙሕ ስደት ወርዶም ሰነበረ ንሓድሕዶም ክእከቡ እንከለዉ ግን ምብርዳዕ ኣሎ ምጽንናዕ ኣሎ ሓይሊ ረኽቡ ፍቕሪ ንሰናይ ግብርን ንፍቕርን ኩሉ ግዜ ማለት እዩ ክነቓቕሑ ከሉ እዚ ድሕሪ ኣቋሪጾም ከዓ እቲ ሽግር ይመጽእ ኣሎ ስለዚ እዚ ሽግር ምስ መጾም እሶም እምበኣር ካብኡ ካድሙ ክብሉ ናብ ጥፍኣት ኾዲኖም ጥፍኣት ናቶም ከዓ ናብ ኣይሁድነት ይምለሱ ነይሮም ገሊኣቶም ይብሎም እዚ ኸዓ እቲ ጎይታ ዝተነበዮ ብዘይ ጎደሎ ክፍጸም ከሎ ንርኢ ማለት እዩ ጎይታ ዝበሎ ክፍጸም ከሎ ንሪኦ ማለት እዩ ካልእ ከኣ ዝነበረ ዓመፃ ኣብ ክሊ ማሕበር ጥራይ ኣይኮነን ነይሩ ኣብኡ ኣይኮነን ተሓፂሩ ነይሩ ኣብቲ ዘመን ናይ ሮማ ሃፀይነት ግዝኣት ናይ ሮማ ማለት እዩ ቄሳራት ኔሮንን ካሊጋልን ዝበሃል ነይሮም ኣብቲ እዋንቲ ብፍላይ ኔሮን ብዙሕ ነይሩ። እታ ማሕበር ከኣ ብኹሉ ገዘእ ጸይዋ እንከሎ ግና ትስዕር እያ ነይራ እምበር ኣይትሰዓርን እያ ነይራ። እቶም ዝጸንዑ ይዕወቱ እዮም ነይሮም። ምዕዋቶም ከኣ ኣብ ጐይታ ጸኒዖም ይነብሩ ነይሮም። እዚ እዩ እቲ ዓወቶም ነይሩ ማለት። በቲ ዝገጥሞም ዝነበረ ብድሆታትስ ንድሕሪት ይብሉ ኣይነበሩን። እቶም ዝተዋግእዎም ናብቲ እዋን ተኸጽንትዎም ኢሎም ነቲ መልእኽቲ ናይ ሒዞሞ ዝነበሩ ከጥፍእዎ ኢሎም ንዕኦም ስደት ዘውርድሎም ዝነበሩ ንሶም ትሕቲ ሓመድ ኣትዮም እምበር ወንጌልሲ ኣይ ደው ኣይበለን እዚ እቲ ዓወት ናይ ኣመንቲ እምበኣር ስለዚ እቶም ዝተዋግእዎም ኩሉ ኣብ ትሕቲ ሓመድ ተሪፎም ንሳ ግና እታ ወንጌል ግና እቲ ወንጌል ግና ወንጌል መንግስቲ ኣምላኽ ግና ቀጺሉ መንግስታት ሓሊፎም ነገስታት ኣብ ትሕቲ ሓመድ ኣትዮም እቲ ንጉስ ነገስታት ዝኾነ የሱስ ግን መመሊሹ ስሙ ገኒኑ ክገንኑን እዩ ገና ስለዚ እዚ ዝብሎም ነበረ እምበኣር ቀንጺሎ መልሶም ማለት እዩ ወላ ተጻብኦ እንተበዝሖም ደው ኢሎም ብእምነት ጸኒዖም ማለት ስለዚ ከምዚ እናበለ ከዓ ኣባና በፂሑ ማለት እዩ እሶም ስለ ዝፀንዑ ኣምላኾም ስለተኣመኑ ኣምላኽ ከዓ እሙን ስለዝኾነ ንዝተኣመኖ እሙን እዩ ምስ ንኸይድ ከዓ ንሱ ከዓ በይኖም ከም ዘይሓድጎም ነጊርዎም ኣይሓድጎምን ነይሩ ነዚ ነገር እዚ ዝተጠራጠሩ ንድሕሪት ተመልሱ ነይሮም ግና እቶም እዚ ቃል እዚ ዝተቐበልዎ ብእምነት ዝሰጎሙ ወንጌል ኣብ ኩሉ ከስፋሕፍሕዎ ክኢሎም ማለት እዩ። ስለዚ ኣምላኽ ኩሉ ግዜ ምስኣን ኣብ ኣን እዩ ገይሩ ተማሕብር ማለት እዩ። ኩሉ ሰ ሕጂ እውን እንተኾነ ከምኡ ዝመሳሰል ኩናት እውን ተተፈጥረ ኩሉ ግዜ ዓወት ርግጽ እዩ ብጎይታ እታ ማሕበርስ ኩሉ ግዜ እያ ትስዕር ክብር ንስሙ ይኹን። ስለዚ ከምዚ ኢልዎም ጳውሎስ ካልኣይ ጢሞቴዎስ ምዕራፍ 3 ጥቕሲ 9 ነዚ ከምዚ እነተቱ እዋን ዝነበረ ኩነታት ክገልጾም ከሎ እንታይ ኢሉ ካልኣይ ጢሞቴዎስ ምዕራፍ ሰለስተ ቁጽሪ ትሽዓተ ከምዚ ኢሎም፣ ግናኸ ከምቲ ናይ እቲ ኣቶም ዝኾነ ኸኣ እቲ ዕሽነቶም ንኹሉ ክግለጽ እዩ እሞ፣ ካብኡ ሓሓሊፎም ኣየስልጡን እዮም። ከምቲ ናይ ቅድሚ ሕጂ ነበረ ሕጂውን ይብሎም ኣሎ ጳውሎስ፣ ዘስልጥዎ የብሎምን። ዕሽነት እዩ ዝገብርዎ ዘለዉ። ምስ ኣምላኽ ክቃለሱ ኣይክእሉን እዮም። ምስ ኣምላኽ ተቃሊሱ ዝሰዓር እምበር ዝስዕር የልቦን። ክብሪ ንኣምላኽ ይኹን፣ የሱስ ጎይታ እዩ፣ የሱስ ሰዓሪ እዩ። እዚኣ ዘላ ሕጂ እቲ ክሳብ መወዳእ ዝዕገስ ግና ክድሕን እዩ እንታይ ማለት ክንሪኦ ሕጂ እምበር እቲ ክሳብ መወዳእ ዝዕገስ እቲ ዝበልናዮ ሕጂ ፍቕሪ ከም ዝሓለት ፍቕሪ ከም ዝሓለት ገሊፀ ኣለኹ ሕጂ እምበር እታ ዝበላ እቲ ክሳብ መወዳእ ዝዕገስ ክድሕን እንታይ እቲ መወዳእታ ዝብሎ መወዳእታ ናይ ምንታይ እዩ ዝብሉ ዘሎ ጎይታ ንፈልጥ ኣለና ኩሉ ግዜ መወዳእታ እንተልካዮ ሰብ ሕጂ ኣብ ዝደልናዮ ግዜ ገለ ገለ ገይሩ ይገልጾ መወዳእታ ናይ ምንታይ ዝብል ዘሎ ጎይታ ምክንያቱ ካብቲ ኮንቴክስት ክንወጽእ ካብቲ ዝብሎ ዘሎ ዘረባ ከይወጻና ክርድኣና ክእል እዩ ብዛዕባ እንታይ እዩ ትሕቶ ነይሩ እንታይ ኢሉ ኣብ ምምላስ እዩ ነዚ ነገራት ዝጠቕሱ እንዳመለሰ እንከሎ ነቲ ዝተዋህቦ ነቲ ኣብኡ ዝቐረበ ሕቶ ክምልስ ከሎ ዘቕርቦ ዝነበረ መልእኽቲ ወይ ዝህቦ ዝነበረ መልእኽቲ ትሕዝትኡ እንታይ ሒዙ ነይሩ መሲልኩም? ፍጻሜታት ከምዝን ከምዝን ከምዝን ክፍጸም እዩ፣ ነዚ እምኒ ብ ርእሲ እምኒ ክተርፍን እዩ ክብሎም እንከሎ መኣስ እዩ ምስ በልዎ እምበኣር ከምዝን ከምዝን ከምዝን ክፍጸም ኣለዎ ቅድም ኢሉ። ስለዚ እሱ ቅድሚ ምፍጻሙ እቲ ክሳብ መወዳእታ ዝዕገስ ግና ክድሕን እዩ እያ ትመጽእ ዘላ ሕጂ። እታ መወዳእታ ናይ ምንታይ እዩ ዝብሎ ዘሎ ጎይታ የሱስ ንዝቐረበሉ ሕቶ እዩ ዝምልስ ዘሎ። ንሱ ኸኣ ንምፍራስ ናይታ ቤት መቕደስ ይብል፣ ምኽንያቱ ክፈርስ ምዃና ነጊርዎም ነይሩ። መወዳእታ ዘመን ናይ ስርዓት ኣይሁድ ከኣ እዩ እዚ። እቲ መወዳእታ ናይ ዘመን ናይ ኣይሁድ ስርዓት ወይ ዲስፐንሴሽን ማለት እዩ፣ መወዳእትኡ ናይ መወዳእታ ናይ ብሉይ ኪዳን እዩ እዚ ነይሩ። ክርሰዖ ዘይግባእ ድማ ኣቐዲሙ ጎይታ ብምዕናው ናይ ቤት ቤቶም ከም ተዛረበ። እታ ቤቶም ክብሎ እታ ቤት መቕደስ ማለት እዩ። የሩሳሌም ማለት እዩ። ክትዓንያ ኢልዎም ነይሩ እዩ። እታ ቤትኩም ከኣ ዓንያ ክተርፍ እያ ኢልዎም ነይሩ እዩ። ማቴዎስ ዕስራን ሰላሳን ትሽዓተ ከምዚ ይብለና፣ እንሆ ቤትኩም ዓንያ ኽተርፍ እያ እብለኩም ኣሎኹ ኢልዎም። ቤትኩም ዓንያ ኽተርፍ እያ እብለኩም ኣሎኹ ኢልዎም። እዚ ፍጻመ እዚ እውን ኣብቲ ኣነ ንሕና ንዓና ዘይኮነስ እዚ ፍጻመ እዚ ኣብቲ ነዚ ዝሰምዕ ዝነበረ ወለዶ እስራኤል ከም ዝፍጸም እዩ ነጊርዎ ጎይታ ስለዚ እቶም ሽዑ ዝነበሩ እዋን እቲ እዋን ዝሰማዕቱ ዝነበሩ ወለዶ ኣብ ህይወቶም ከም ዝፍጸም እዩ ነጊርዎም ጎይታ። ማቴዎስ ዕስራን ሰለስተን ናይ ድሽን ከምዚ ይብል እዚ ኩሉ እዚ ዝብሎ ጸናሕና ኩሉ ጎይታ ማለት እዩ ነዚ ዝብሎ ክጠቅሶ ክጠቅሶ ጸናሕኩ ነዚ ኩሉ ይብሎም እዚ ኩሉ ነዚ ወለዶ እዚ ከም ዝበጽሖ ነዚ ወለዶ እዚ ነዚ ኣነ ዝዛረቦ ዘለኹ ወለዶ ነዚ ሰብዓኑ ዘለዎ ወለዶ ማለት እዩ ከም ዝበጽሖ ብሓቂ ብለኩም ኣለኹ እዚ እዩ እቲ ማለት ስለዚ ነዚ እቲ ጎይታ እቲ መወዳእታ ዝብሎ ነበረ ማለት እዩ እቲ መወዳእታ ከርክቦም እዩ ነይሩ ማለት እዩ እቲ መወዳእታ እቲ ኢራ ናይ ናይ ናይ ጅዊሽ ማለት እዩ እቲ ዘመን እቲ ግዜ ናይ ኣይሁድ እዩ ስለዚ ከርክቦም ከኣ እዩ ዝፍጻመ እዚ ኣብ ሂወቶም ማለት እዩ እዚ እዩ እቲ መወዳእታ ዝበሎ ወይ ድማ ኣብ ኣእምሮ የሱስ ዝነበረ ክዛረብ ከሎ ምክንያቱ በቲ ቅድሚኡ ዘሎ እንድሕር ሪኢኻ ንዑዑ እዩ ዘመልክት ማለት እዩ እዚ ኩሉ ነዚ ወለዶ እዚ ከም ዝበጽሖ ብሓቂ ይብለኩም ኣለኹ ይብሎማ ኣብቲ እዋን ከኣ ብዙሕ ፖለቲካውን ማሕበራውን ቅልውላዋት ኣጋጢሙ እዩ፣ ከም ዘጋጥም እዩ ነይሩ። እዚ ድማ ነታ ኣብ ቀዳማይ ክፍለ ዘመን ዝነበረት እስራኤል ከም ሃገር ማለት እዩ ውሒጥዋ ነይሩ፣ እዚ ኩነታት እዚ ብጣዕሚ ንኣ ኢንጋልፍ ገይርዋ ነይሩ ማለት እዩ። መዓት ላዕልን ታሕትን ወረድ ደይብ እ፣ እ፣ ቀውጢ ኮይኑ ነቲ ኩነታት ማለት እዩ፣ ቅልውላው ነይሩ ማለት እዩ። ስለዚ ጎይታ ኣብቲ እዋን እቲ ከምቲ ኢሉ እንከሎ ማለት እዩ፣ ብኹሉ ብደገን ብውሽጥን ከኣ ነቲ ነቶም ክርስትያናት ወይ ነቶም ኣመንታ ክጸበ ምዃኑ እዩ። በዚ ምኽንያቱ ብደገ ቅልውላው ኣሎ፣ ብተወሳኺ እውን ንዕኦም ዝኸፍአ እዩ ክኸውን፣ ምኽንያቱ ንሶም ኣካይድኦም እታ መንግስቲ ኣምላኽ ዝእውጁ ነበሩ፣ ብመንግስቲ ኣምላኽ ብየሱስ ክርስቶስ ዝምርሑ ነበሩ፣ ኣብቲ እዋን እቲ ካልኦት ነገስታት ነይሮም ከም ኣምላኽ ዝምለኹ እዮም ነይሮም ማለት እዩ። እሶም ግን ነቲ ዝምለኽ ሓደ ንሱ ምዃኑ ንሱ ንጉስ ነገስታት ምዃኑ ኢሎም ክኸዱ እንከለዉ ንዕኦም ዝበዝሐ ጸቕጢ ከጋጥሞም እዩ። እሶም ብእምነቶም እዩ፣ እቶም ካልኦት ግን ሬበልስ ስለ ዝዓልዉ ስለ ዝነበሩ ዝከራኸሩ ስለ ዝነበሩ እም ቸብሮ ስለ ዝገብሩ ነበሩ ኣንጻር እቲ ናይ መግዛእቲ ናይ ሮማ ማለት እዩ። እሶም ኸምኡ ይቈጽሮም፣ ነዚኦም ግን ናይ ጐይታ ምዃኖም ማለት እዩ። ስለዚ እቲ ክሳብ መወዳእታ ዚዕገስ ድማ ኪብሎም ከሎ ሕጂ ምስቶም በቶም ሮማውያን ማለት እዩ ሬበልስ ሬበልዮስ ስለ ዝዀኑ እቶም ህዝቢ ዝበጽሖም ኣሎ ሽግር ብሮማውያን ምስ ፖለቲካውን ማሕበራውን ነቶም ክርስትያን ብእምነቶም ስለዚ ኣብዚ እውን ንዖም እውን ስለ ዝጸልዎም እቶም ክርስትያን ግን ሕጂ ነቲ ቃል ጐይታ ዝሃቦም ጥበብ ከም ሕጂ ዝገለጽናዮ ከመይ ገይሮም ከምልጡ ከም ዘለዎም ስለ ዝነገሮም ነዚ ኣብቲ እምነት ጸኒዑ በቲ እግዚኣብሄር ዝሃቦ በቲ ጐይታ ዝነገሮም ጥበብ ገይሮም ክነብሩ እንከለዉ ዝበጽሖም ነገር ኣይነበረን ብጀካ ብእምነቶም ክቕትሉ እንተይኮነ ግን ምስቶም ካልኦት እቶም ሮማውያን ከጥፍኡ ክመጹ እንከለዉ ይጠፍኡን ኣይጠፉን እዮም እቶም ሮማውያን ነታ ዓዲ ከጥቀዋ ኢሎም ክመጹ እንከለዉ ክኣትዉ እንከለዉ እሶም ኣይከልዉን እዮም ስለዚ ክሳብ ሞላስ ዝዕገስሲ ምስቶም ኣይሁድ ክጠፍኡ እንከለዉ ይጠፍእ ማለት እዩ ስለዚ ካብዚ ዝተረፉ ወይ ዝደሓኑ ከኣ እቶም ጐይታ ኣመንቲ ጥራይ እዮም ነይሮም ማለት እዩ። እቶም ካልኦት እተቐትሉ ተቐቲሎም፣ ዝማረኹ ተማሪኾም፣ ባሮት ኰይኖም ናብ ኵሉ ኣህዛብ ወይ ሃገራት እዮም ፋሕ ኢሎም። እቶም እስራኤላውያን ኣመንቲ ግን ከምኡ ኣይኰኑን ነይሮም። እቶም ኣይሁድ ማለት እዩ ከምኡ ኰይኖም፣ እቶም ኣመንቲ ግን በቲ ጐይታ ዝበሎም ክትርእዩ እንከለኹም ከምዚ ከም ዝተጠንቀቑ ናብዚ ገጽኩም ኪዱ ምስ በሎም እቲ ዝበሎም ገይሮም ማለት እዩ። ይርእይዎ ኣለዉ ካብኦም በለስ ተማሃሩ ምስ በሎም ማለት እዩ ረእይዎ ካብኦም በለስ ተዓዘቡ ኦም በለስ ተዓዘቡ ክብሎም ከሎ ኩሉ ነገር እዚ በብሓደ ክትርእይዎም ከለኹም እቲ ፍርዲ ይመጽእ ከም ዘሎ ተረዲእኩም ስለዚ እታ የሩሳሌም እተኸቢባ ከምዚ ክመጽእ ከሎ ንስኻትኩም ከተምልጡ ኣለኹም ተባሂሎም ማለት እዩ ካልእ ካብ ጳውሎስ ነቲ ዛሕራይ ዘመን ዝብል ንኣዝዩ ርሑቕ መጻኢ ከም ዘይኮነ ክንፈልጥ ኣለና ንኣዝዩ ርሑቕ መጻኢ ኮነ ዝብል ዘሎ ጳውሎስ፣ እንታይ ደኣ ነቲ ቀዳማይ ማሕበር ከም ዘርከባ የነጽር እዩ። ኣንቱይ ነጊረኩም ሕጂ ብዛዕባ እታ ክሳብ መወዳእታ ዝብልዋ ኣየናይ ምዃኑ ነጊረኩም። ሕጂ እውን ጳውሎስ ንገዛእ ርእሱ መብርሂ ይህብ ኣሎ፣ ኣየናይ ምዃኑ እቲ ቀዳማይ እቲ ዳሕራይ ክብል እንከሎ። ጳውሎስ ነቲ ዳሕራይ ዘመን ንዝብል ዘረባ ወይ ርሑቕ መጻኢ ከም ዘይኮነ እንታይ ደኣ ኣብ እታ ቀዳመይቲ ማሕበር ነታ ወይ ድማ ነታ ቀዳማይ ማሕበር ከም ዘርከባ የነጽር እዩ። ንኣብነት ቀዳማይ ቆሮንቶስ ምዕራፍ ዓሰርተ ካብ ጥቕሲ ትሽዓተ ክሳዕ ዓሰርተ ሓደ ከንበርኩም እዩ። ከምቲ ገሊኣቶም ዝፈተንዎ፣ እስራኤላዊ ማለት እዩ፣ ኣይሁድ፣ እሞ በትማን ዝጠፍኡ ንክርስቶስ ኣይንፈትኖ። ኣሃ፣ ኣብቲ እዋን እቲ እቲኦም ፈቲኖም ንሕና ኸኣ ንክርስቶስ ኣይንፈትኖ። እህ፣ ከምቲ ገሊኣቶም ዘዕዘምዘሙ እሞ በቲ መጥፍኢ ዘጥፍኦም ኣይነዕዘምዝም። ሽዑ እንታይ ኢሉ? ጥቕሲ ዓሰርተ ሓደ፣ እዚ ኹሉ መለበሚ ክኸውን እዩ ዝበጽሖም። እዚ ዝበጽሖ እምበኣር መለበ ንኣና እቲ መወዳእታ ዘመን ዘመናት ንዘርከበና እውን ይብላል ሕጂ so መወዳእታ ዘመን ናይ እዚኦም ንሕና ንዓና ዘርከበና ንተግሳጽ ክኾነና እዩ ተጻሕፈ ስለዚ ይኸይድ ኣሎ እዚ ብሉይ ኪዳን ይኣርግ ኣሎ ይጠፍእ ኣሎ ቀሪቡ ኣሎ ኣርኪብዎም ኣሎ ሕጂ ማለት እዩ ብተወሳኺ ጳውሎስ ንመወዳእታ ዘመን ናይ ብሉይ ኪዳን ከምዚ ክብል ይገልጾ ማለት እዩ መወዳእታ ዘመን ናይ ብሉይ ኪዳን ምዃኑሲ ክገልጾ እንከሎ ነቲ ኣገልግሎት ናይ ብሉይ ኪዳን ከመይ ከምዚ ኢሉ ገሩ መወዳእትኡ ከመይ ኢሉ ምዃኑ ክገልጽ ከሎ ኣብ ካልኣይ ቆሮንቶስ ምዕራፍ ሰለስተ ንርኢ ካብ ጥቕሲ ትሽዓተ ክሳብ ዓሰርተ ሰለስተ ከምዚ ይብል እቲ ኣገልግሎት ኩነኔ ካብ እትኸብር ክንደይ ግዳ እቲ ኣገልግሎት ጽድቂ ብክብሪ ዘይተዓዝዝ ናይ ሓድሽ ኪዳን ኣገልግሎት ናይ ጽድቂ ኣገልግሎት እዩ ማለት እዩ ጥቃ ዓሰርተ ሰዓት ስራሕ ደኣ ከምዚ እዩ እታ ሓላፊት ብክብሪ ካብ መጸት እታ ሓላፊት እዚኣ ትውዳእ ዘላ ብክብሪ ካብ መጸት እታ ነባሪት ግዳ ናይ ሓድሽ ኪዳን ኣገልግሎት ነባሪ ማለት እዩ እታ ነባሪ ግዳ ክንደይ ኣዝያ ብክብሪ ዘይትበልጽ እሞ በዚ ወገን እዚስ እታ ክብርቲ እኳ ብምክንያት እቲ ዝዓዛ ክብሪ ክብርቲ ኣይኮነትን ምስ በለ እምበኣርሲ ከምዚ ዝበለ ተስፋ ስለ ዘላትና ጥቅሲ ዓሰርተ ክልተ ብብዙሕ ትብዓት ንዛረብ ኣሎና ምስ በለ ጥቕሳ ስለሰ ሽዑ ከምቲ ደቂ እስራኤል መወዳእታ እቲ ሓላፊ ከይርእዩ ሙሴ ኣብ ገጹ ጉልባብ ዝገብር ንዝነበረ ኣይንገብርን ኢና ናትና መወዳእታ የብሉ ናቱ መወዳእታ ኣለዎ እዚ ማለት እዩ የሱስ ጌታ እዩ ክብሪ ንኣምላኽ ካልእ እውን ኣብ ሕጂ ናይ እብራውያን ክገልፀልኩም እዮም እብራውያን ትሽዓተ እንታይ ኣለዋ ቃላት ንኣብነት ሕጂ ዝብል ኣሎ መወዳእታ ዝብል ኣሎ ስለዚ ኣብዚ ሕጂ እብራውያን ትሽዓተ እም ካብ ጥቕሲ እ ዕስራን ሓሙሽተን ጀሚረ ዘንብቦ ከምዚ እቲ ሕጂ እም እቲ ደሓር ወይ መወዳእታ ዝብሎ ዘሎ እንታይ ማለት ምዃኑ ኣቐዲመ ክገልጸልኩም እቲ ጸሓፊ እብራውያን ዝጠቕሶ ዘሎ ሕጂ ክብል ከሎ ነዚ ኣብ ግዜና ዘሎ ሕጂ ይኮና ሕጂ ክብል ከሎ ኣነ ሕጂ ኮንኩን ዝብሎ ንዓይ እሱ ሕጂ ኣብቲ እዋኑ ዝነበረ ሕጂ ይብል ኣሎ ከምኡውን ኣብ መወዳእታ ዘመናት ዝብሎ ንካብ ናትና ንመጻኢ ይኮነን ካብ ዘለናዮ መጻኢ ዘለናዮ ግዜ ንመጻኢ ይኮነን መወዳእታ ክብል ከሎ መወዳእታ ኣብቲ ዝነበርዎ ኮይኖም መወዳእታ ይበላሉ ቀሪቦም ኣሎና ኣብቲ እዋን ዳዛርቦ ሕጂ ኣብቲ ዘለዎ ከዓ ንመጻኢ ክብል ከሎ መወዳእታ ክብል ከሎ ኣብቲ እዋኖም ሕጂን መወዳእታን ይኸውን ኣሎ ማለት እዩ ንምንታይ እንተ ኢልኩም፣ ምኽንያቱ ኣብዚ ነቲ መስዋእቲ ናይ የሱስ እዩ ዘመልክት። ክንርእዮ ኢና ሕጂ፣ ዕብራውያን ትሽዓተ ካብ ጥቕሲ ዓሰርተ ሓሙሽተ ከንብቦ እየ። እዚ ኸኣ እቲ እተገልጸሉ መወዳእታ ንናይ ብሉይ ኪዳን ምኽታሙ ምውድኡ እዩ ነይሩ። የሱስ ክግለጽ ከሎ ንኸኽትሞ፣ a complete፣ ክውድኦ እዩ መጺኡ። ክንርእዮ ኢና ሕጂ፣ ዕብራውያን ትሽዓተ ካብ ጥቕሲ ዓሰርተ ሓሙሽተ ክሳብ ዕስራን ሽዱሽተን ከንብቦ። ከምቲ ሊቀ ካህናት በብዓመት ብደም ካልእ ናብ መቕደስ ዝኣቱ ሊቀ ካህን ኮሚት ዝገብር ነይሩ ማለት እዩ። መስዋእቲ ገይሩ ይኣቱ። ብደም ካልእ ናብ መቕደስ ዝኣቱ ንሱ ንሱስ ብዙሕ ሳዕ ርእሱ ክስውእ ኣይኣተወን፣ የሱስ ማለት እዩ። ብዘይ እዝስ ካብ ምስራት ዓለም ጀሚሩ ብዙሕ ሳዕ መከራ ክጸግብ ምተገብኦ ነይሩ፣ ከምቲ ዝኸውን ነይሩ ብዙሕ ሳዕ መከራ ክጸግብ ምተገብኦ ነይሩ። ሕጂ ግና ብመስዋእቲ ርእሱ ጎይታ ናይ ገዛእ ርእሱ መስዋእቲ ኣቕሪቡ። ንሓጢኣት ክስዕር ኢሉ ኢዩ ኣብ መወዳእታ ዘመናት ሓደ ግዜ ተገዝኤ። ንሓጢኣት ክስዕር ኢሉ መስዋእት ዘቕረበ መኣስ ኢዩ? መጻኢ መወዳእታ ዘመናት ክብል ከሎ እምበኣር ኣብቲ እዋን እቲ ጎይታ ዝሞተሉ ሽዑ ኢዩ መወዳእታ ዘመን ዝጅምር ዘሎ። እቲ መወዳእታ ዘመን ከኣ ንመን? ንናይ ኣይሁድ ኢዩ ነይሩ ማለት ኢዩ። እቲ ናይቲ ኣገልግሎት ናይ ኣይሁድ እቲ ስርዓት ናይ ኣይሁድ እቲ ቤት መቕደስ እቲ ክህነት ኩሉ ከብቅዕ ማለት እዩ። ስለዚ ብኸምኡ እዩ። ሕጂ ግና ብመስዋእቲ ርእሱ ንሓጢኣት ክስዕር ኢሉ ኣብ መወዳእታ ዘመናት ሓደ ግዜ ተገልጸ። መወዳእታ ዘመናት ሕጂ እዚኣ ክትበርሃልና ኣለዋ። ሕጂ ግና ይብል ኣሎ ሕጂ ስለ ተፈጸመ ሕጂ ግና እቲ ሕጂ ግና ብመስዋእቲ ርእሱ ንሓጢኣት ክስዕር ኢሉ እዩ ኣብ መወዳእታ ዘመናት። ስለዚ ኣብቲ እዋን ክዛረብ ከሎ ጎይታ ኦሬዲ ድሮስ መይቱ ተንስኡ ነይሩ እዩ እንታይ ዳይ ዝብደል ሕጂ መወዳእታ ዘመናት እዩ ነይሩ ትኸም ምባል ጎይታ ስለዚ እቲ ናይ ጎይታ ሞትን ትንሳኤን ነቲ ዝነበረ መወዳእትኡ ክኸውን ኣሎ ማለት እዩ እሲት መወዳእታ ዘመን ብዛዕባ መን እዩ ዝምልከት ዝዛረቦ ዘሎ ሕጂ ብዛዕባ ናይ ኣይሁድ ዘመን ብናይ ስርዓት ብናይ ብሉይ ኪዳን ንናይ ብሉይ ኪዳን ኣገልግሎት ናይ ብሉይ ኪዳን ስርዓት ብምሉእ ናይ እስራኤል ኣካይዳ መወዳእቱ ንኸምኡ ንክገብር እዩ እሱ ሓደ ግዜ ተገልጸ ስለዚ እታ መወዳእታ እምበኣር ክትበርሃልና ክላ ኣለዋ ሕጂ ኩለይ መወዳእታ ንዝረና እምበኣር ካላ ሕጂ ካላስ ከምዚ ማለት እዩ መወዳእታ ከምዚ ማለት እዩ መወዳእታ ኣኺሉ እኳ እዚ ደኣ ምንታይ ክንገብረና ሕጂ ስለዚ ክበርሃና ክኽእል ኣሎ ንምንታይ እዮም ዛረብ ዘሎ ትብል ፀሓፍ እብራሂም ክንፈልጦ ክንክእል ኣለና ስለቲ መወዳእታ ዝብል ኩሉ ግዜ ክንሰውረሉ ካልእ ሓድሽ ክዳ ምምፃእ ናይ ጎይታና የሱስ ክርስቶስን መወዳእታ ናይ ኩሉ ነገራት እዩ እቲ ሓድሽ ኪዳን ምምጻእ ናይ ጎይታ የሱስ ክርስቶስን መወዳእታ ናይ ኩሉ ነገራትን እዚ ማለት መወዳእታ ናይ ኣይሁድን መወዳእታ ጽላሎት ወይ ድማ ናይ ብሉይ ኪዳን ነይሩ። እዞም ፍጻሜታት ከኣ ነቶም መጽሓፍ ራእይ ዘንብቡ ዝነበሩ ኣብ ቀረባ ምዃኑ እዮም ዝፈልጡ ነይሮም። እቲ መልሲ ምኽንያቱ ቀሪቡ እዩ ነይሩ፣ እቲ ነገር ዝበሎ እምበር ብሓደ ይፍጸም ነይሩ፣ እቲ ናይ ምፍራስ እቲ ምዕናው ናይ የሩሳሌም ከኣ ይቀራረብ ነይሩ፣ እቲ ተኸቢባ እትትክበብ ብሰለስተ እፊ ክወድቁ ምዃኖም፣ ክተሓዙ ምዃኖም፣ ከምዚ ምዃኑ ኩሉ ይሪእዎ በሓደ በብሓደ እቲ ዝበሎም ይፍጸም ነይሩ፣ እቲ ኣብ ክትረኽብዎ ትሪእዎ ትኽእሉ ኢኹም ቀዳማይ ክፋል፣ ካልኣይ ክፋል፣ ሳልሳይ ክፋል፣ ራብዓይ ክፋል ኣብዚ ኣርእስቲ እዚ ኣብዚ እዚ ርእሲ ዘሎ ማለት እዩ እቲ ምንጣቕ ዝብል ካበይ ምንጩ ዝብል ይብየ ዘለኹ ክሳብ ራብዓይ ክፍሊ ራብዓይ ክፋል ዘሎ ትርእይዎ ትከታተልዎ ትኽእሉ ኢኹም ዝርዝሩ ማለት ኣብዚኣ ጥራይ ሰሚዕኩም ወይ ርኢኹም ትርድኡ ኣይትኽእሉ ስለዚ ክሳብ ኣርባዕተ ዘሎ እንድሕር በብሓደ ሰብ መጽእ ኣብኡ ጽቡቕ ገይሩ ተገሊጹ ኣሎ ማለት ስለዚ ኣብ ራእይ ዮሃንስ ምዕራፍ ሓደ እቶም ሰባት እቶም ኣመንቲ እዚ መጽሓፍ ራእይ ንዖም ተጻሕፈ ይፈልጡ ኔሮም ቀረባ ምዃኑ ከመይ ማራብ ሓደ ጥቕሲ ልትኸም እቲ ዘመን ቀረባ እዩ እሞ እቲ ነዚ ቃል ትንቢት እዚ ዘንብብን እቶም ዝሰምዕዎን ነቲ ኣብኡ ተጻሒፉ ዘለውን ዝሕልዎን ብፁዓን እዮም ዝነቕሑስ ብፁዓን እዮም ምክንያቱ ዘመን ቀረባ እዩ ጎይታ ዝበሎ ከምዝን ከምዝን ከምዝን ከም ነዚ ወለዶ እዚ ዝበሎ ኩሉ ሲ ይርእይዎ ነይሮም ኸምኡ ዘበን ቀረባ ይብሉ ነይሮም ማለት እዩ ቀረባ ሕጂ ንዓኻ ኣይኮነን ንዓኺ ኣይኮነን ንዕኦም ክዛረቡ ከሎ ማለት እዩ ስለዚ እዚ ስፔሲፊክ ዝኾነ ፍሉይ ንጹር ዝኾነ ክፍጸም ዘለዎ ቅድሚቲ ዝበሎም እምኒ ርእሲ እምኒ ክተርፍን እዩ ማለት እዩ እምኒ ርእሲ እምኒ ክተርፍን ከዓ ጸላእቲ ጸላእቲ ኣትዮም ከጥቅዕዋ ክወርዋ ንኹሎም ክቐትልዎም ዝተሓዝ ክተሓዝ እቶም ዝሃድሙ ከኣ ክርስትያን እዮም ማለት ቅድሚኡ ኣቐዲሞም ክወጹ እዮም ማለት እዩ ቅድሚኦም ኣቐዲሞም ክወጹ እዮም እዚ ክትሪኡ ከለኹም ሰብ ዝበሎም ጎይታ ማለት ከምዚ ክፍጸም ከሎ ክትሪኡ ከሎ ከምኦም ካብ ኦም በለስ ተምሃሩ ብሎም ከሎ ማለት እዩ ካልእ እውን ጎይታ እውን ነቶም ኣብቲ እዋን ዝነበሩ መራሕቲ ሃይማኖት ናይ ኣይሁድ ማለት እዩ እታ መንግስቲ ካብኦም ከም እትሕደግን ንካልኦት ፍረ ክህቡ ዝኽእሉ ኣህዛብ ከም ትወሃብን መኣስ ከም ዝኸውን ግልፂ ገይሩ ነጊርዎም እዩ ምክንያቱ እዚ ወለዶ እዚ ስለዝበሎ ካልእ ከኣ ከምቲ ሕደግ እታ መንግስቲ ካብኦም ማቴዎስ ዕስራን ሓደን ጥቕሲ ርብዓን ሰለስትን ከምዚ ይብለና ሕጂ መራሕቲ ሃይማኖት እዮም ዝሰምዑ ነይሮም ከምዚ ኢልዎም ስለዚ ድማ እታ መንግስቲ ኣምላኽ ካባኻትኩም ክትውሰድ ፍሪኣ ንዝፈሪ ህዝቢ እውን ክትወሃብ እያ እብለኩም ኣሎ ስለዚ ካባኻትኩም ትውሰድ እያ ሕጂ ናይ ኣምላኽ ህዝቢ መንግስቲ ኣምላኽ ኣለና እንዳበልኩም ብሕጂ የለን እታ መንግስቲ ካባኹም ክትውሰድ እያ ምኽንያቱ ንስኻትኩም ስሒዝኩማ ኮፍ ክትብሉ ኢኹም ደሊኹም ሕሳብ ከምኡ ኣይኮነን ካባኻትኩም ተወሲዳ ንፍረ ዝፈሪ ህዝቢ ክትወሃብ እያ ደሊኹም እዚ ሕጂ ንዖም ከቆጥዖም እዩ ስለዚ ኣብቲ ወለዶኦም ከም ዝፍጸም ከኣ ነጊርዎም ማለት እዩ። ንወለዶኦም እታ መወዳእታ ዘመኖም ከም ዘርከቦም ንሶም እውን ተረዲእዎም እዚ ነገር እዚ ኣባና ክፍጸም ምዃኑ ኢሎም ነይሮም ተረዲእዎም ምኽንያቱ ኣብኣ ጥቕሲ ምዕራፍ ዕስራን ሓደን ማቴዎስ ጥቕሲ ኣርባዓን ሰለስተን ኣንቢበ ኣርባዓን ሓሙሽተን እንድሕር ርኢና ሊቃውንቲ ካህናትን ፈሪሳውያንን ምስላታቱ ምስ ሰምዑ ብዛዕባኦም ከም እተዛረበ ኣስተውዓሉ ክነግሮም ከሎ እቲ ምስላ ንዖም ከም ምዃኑ ብዛዕባኦም ከም ምዃኑ ተረዲኦም ኣስተውዒሎም እንታይ ገይሮም ሽዑ ጥቕሲ ኣርባዓን ሽዱሽተን ክሕዝዎ ድማ ደለዩ ግናኸ ኣብቶም ህዝቢ ከም ነቢይ ነበረ እሞ ንኣታቶም ፈርሆ ስለዚ ንዖም ምዃኑ ነገር ተረዲእዎምሲ ክሕዝዎ ክቐትልዎ ደልዮም ነይሮም ማለት እዩ ከነስተውዕሎም ክኣና ስለምንታይ ከምኡ ገይሮም እምበኣር ንዖም ተደይከውን ዝነት ነገርሲ ኣብ ወለዶኦም ክፍፀም ምዃኑ ተዘይፈልጡ ተዘይበርሃሎምሲ ምክንያቱ እታ መንግስቲ ክትሕደግ ኢኹም እንዳበሎም ከሎ ኣብ ወለዶኹም ክፍፅም እዩ እንዳበሎም ከሎ ተረዲእዎም ሓቂ ምዃኑ ነገር እዚ እቲ ሓቂ እንታይ እዩ ንዖም ዛረቡ ንዖም ኣድረስ ከም ዝገብሩ እንተሎ እቲ ሓቂ ማለት ዘረቡ ዛረቡ ንዖም ምዃኑ ተሪፋ ዘላ ሕጂ ከዓ ስለዚ እታ ፍቅሪ ክትዝሕል ምዃና ክሳብ መወዳእታ እቲ መወዳእታ ክሳብ መወዳእታ ዝዕገስ ቃልሱ ክድሕን እዩ ርኢናዮ ሳልሰይቲ ከዓ እዚ ወንጌል መንግስቲ ከዓ ንምስክ ኩሎም ኣህዛብ ኣብ ብዘለዓለም ክስበኽ እዩ ሽዑ መወዳእታ እዩ ስለዚ ከመይ ተሰቢኹ እዩ ንብዘለዓለም ንምስክር ኣህዛብ ኣብ ኩሉ ቦታ ተሰቢኹ ይሰበኽን ክርእዮን ኣሓቻ ምክንያቱ እዚ ነገር ክፍጸም ሕጂ እካ ኢኪ ተሰቢኩ ሕጂ እኳ ቀሪቡ እዩ ሕጂ ጎይታ ክመጽእ እዩ ኢና ንሰምዕ ኩሉ ግዜ ስለዚ ኣብ ኩሉ በጺሑ ኣሎ ሕጂ ሕጂ ጎይታ ክመጽእ እዩ ከምዚ ከምዚ እንድሕር ሪኢካዮ ነዚ እንድሕር ንጠቅስ ኣለና ግን ኣብዚ ከመይ ምዃኑ ነገር እዚ ክንርኢ ኢና ከይወጻና ካብቲ ርእስቲ ካብቲ ሕቶ መልሲ ነቲ ሕቶ ምዃኑ ተረዲእና ነቲ ዝምልሶ ነቲ ሕቶ ክምልስ ከሎ እምኒ ርእሲ እምኒ ክተርፍ እዩ ክብል ከሎ መኣስ እዩ ምስ በሎ ከምዚ ከምዚ ሽዑ ጊን እዚ ወንጌል መንግስቲ ኣምላኽ መንግስቲ ከኣ ንምስክር ኩሎም ኣሕዛብ ኣብ ብዘላ ዓለም ክስበኽ እዩ ሽዑ መወዳእታ ነቲ ዝበልክኹም መወዳእቱ ኣብ ምፍጻሙ ቅድሚ ምፍጻሙ ከምዚ ክኸውን እዩ በብሓደ በብሓደ በብሓደ ውግእን ወረ ውግእን ምክትካት መሬት ኩሉ ክብሎ ዘሎ እቲ ቀዳይ ክፋል ካልኣይ ክፋል ሳልሳይ ክፋል ራብዓይ ክፋል ሕጂ እምበኣር እዚ ወንጌል መንግስቲ ከዓ ንምስክር ኩሎም ኣህዛብ ኣብ ዘለዓለም ክስበኽ እዩ፣ ሽዑ መወዳእታ ይመጽእ ምስ በለ፣ ሕጂ ኩሉ ንሕና ንሰምዖ ቀርሑ ሕጂ ኣብ ኩሉ ወንጌል በጺሑ ሕጂ ኸላስ ጎይታ ቀሪቡ እዩ ጎይታ ክመጽእ እዩ ኣብዚ እንተ ርኢና ግን ከመይ ምዃኑ ከም ዝተፈጸመ እዚ ክንሪኦ ኢና ኣየናይ እቲ ዓለም ዝብሎ ኸኣ ክንሪኦ ኢና ሕጂ እቲ ዓለም ክብሎ እንከሎ ነየን እዩ እቲ ዓለም ዝብሎ ዘሎ ክንሪኦ ሕጂ ንኣብነት ኣብ ብዘላ ዓለም ከም ተሰብከት ወንጌል ድማ ኣብዚ ዝቕጽል ጽሑፍ ንሪኦ ኣብ ብዛላ ዓለም ከም ተሰብከ ሕጂ ክነግረኩም እየ ኣብነት ጠቕሰልኩም እየ ቆለሴ ሓደ ዕስራን ሰለስተን ከምዚ ይብል እናረዩ ቆለሴ ሓደ ጥቕሲ ዕስራን ሰለስተን ከምዚ ይብል ካብቲ ሰማዕክምዎ ተስፋ መልእኽቲ ጳውሎስ ናብ ሰብ ቆለሴ እዩ ምዕራፍ ሓደ ጥቕሲ ዕስራን ሰለስተን እባ ኣለኹ ካብቲ ዝሰማዕክምዎ ተስፋ ናይቲ ኣብ ትሕቲ ሰማይ ንዘሎ ኩሉ ፍጡር እተሰብከ ወንጌል ኣብ ትሕቲ ሰማይ ንዘሎ ኩሉ ፍጡር እተሰብከ ወንጌል ይብላ ኣሎ ክስበኽ ይበለ ተሰብከ ይብል ኣሎ። ከይተነቓነቕኩም ተሰሪትኩምን ደልዲልኩምን ብእምነት ተጸኒዕኩምሲ ኣነ ጳውሎስ ኣገልጋሊ ይብሉ ኣሎ ሕጂ። ስለዚ እቲ ጳውሎስ ዝኸዶ ነበረ ናብትን ናብትን ኣበይ በጺሑ ይብሎም ኣሎ? ኣብ ትሕቲ ሰማይ ንዘሎ ፍጡር እተሰብከ ወንጌል ስለዚ ኣብ ትሕቲ ሰማይ ንዘሎ ፍጡር ኩሉ ተሰቢኹ ምዃኑ ይነገር ኣሎ ብሓዋርያ ጳውሎስ እንታይ እቲ ትሕቲ ሰማይ ፍጡር ዝበሎ ኩሉ ክንሪኦ ሕጂ ካልእ ከኣ ጥራይ ነዚ ንሓዞ ከምኡ እውን ኣብ ኩሉ ዓለም ከም ዝፈረየን እንዳዓበየን ከም ዝኸይድ ዘሎን ጳውሎስ ይሕብር ኣብ ኩሉ ዓለም ከም ዝፈረየ ፍረ ከም ዘምፅእ እንዳዓበየ ከም ዝኸይድ ዘሎ እውን ነገሩ ስለዚ እቲ ኩሉ ዓለም ክብል ከሎ ኩሉ ትሕቲ ሰማይ ዘሎ ፍጥረት ክብል ከሎ መኣስን ከመይን እዩ? እንታይ ማለት እዩ እዚ ክንርድኦ ንክእል ኣለና። ስለዚ ከምኡ ስለ ዝበለ ኣሃ ሕጂ ርኢኻ ኩሉ በጺሑ ኣሎ ስለዚ ከምዚ ማለት እዩ ንዕኡ ንዕኡ ብከምኡ ክንትርጉሞ ኣይንክእልና። እዚ ክብል ከሎ ጎይታ ትም ኢሉ ኣይኮነን ዛሪቡ። ክዛረብ ከሎ ጎይታ ነቲ ክኸውን ዘለዎ ኣብቲ ወለዶ ክፍጸም ዘለዎ እቲ ናይ መወዳእታ ቅድሚ ምዃኑ እዝን እዝን እዝን እዝን እዝን ክፍጸም ኢሉ ኣብኦም ማለት እዩ። ካልእ ቆሎሴ ሓደ ጥቕሺ ሽዱሽተ ኻምዚየ ናባኻትኩም ዝመጸ ኢሉ ኣብ ኩሉ ዓለምውን እናፈረየን እናዕበየን ዝኸይድ ዘሎ ነቲ ወንጌል ማለት ካብታ ንጸጋ ኣምላኽ ብሓቂ ዝሰማዕኩሙላ ዝፈለጥኩሙላ መዓልት ጀሚሩ ድማ ኣባኻትኩም ዘሎ ጸጋ ወንጌል ጎይታ የሱስ ክርስቶስ ይኾነ ጸጋ እዩ ስለዚ እቲ ናይ ጸጋ ወንጌል ናይ ጸጋ መልእኽቲ ካብ ዝሰማዕኩሉ መዓልቲ ናበይ መጸ ኢሉ ናብ ኩሉ ዓለም ናባኻትኩም ዝመጸን ናብ ኩሉ ዓለም እናፈረየን ዝዓበየን ዝኸይድ ዘሎ ካልእ ከ እምነት ናይሮማውያን እውን ኣብ ዓለም ኩሉ ከም ተወርየ ይብል ኣሎ ኣብ ኩሉ ዓለም ናብ እምነት ሮሜ ምዕራፍ ሓደ ጥቕስ ሸሞንተ ከም እምነትኩም ኣብ ኩሉ ዓለም ስለ እተወርየት ቅድሚ ኩሉ ብዛዕባ ቅድሚ ኩሉ ብዛዕባ ብዛዕባ ኩላትኩም ንኣምላኸይ ንየሱስ ክርስቶስ ነመስግኖ ኣለኹ ኢሉ። ስለዚ እዚ ዝጠቕሰ ዘለኹ ጥቕስታት ክትደግሞ ትኽእሉ ኢኹም። ስለ ንኹሎም ኣህዛብ ከም እተወርሔ እንታይ ነይ ቅድም ምስጢር ነይሩ፣ ሕጂ ግን ተገልጸ ምስጢር በቲ ብጽሕፈት ነቢያት እውን ብትእዛዝ እቲ ናይ ዘለኣለም ኣምላኽ ንምእዛዝ እምነትኩም እምነት ንኹሎም ኣህዛብ እተነግረ ስለዚ ትእዛዝ እንታይ እዩ ንኹሎም ኣህዛብ ክንገር ተኣወጁ ማለት እዩ። ከምቲ ጐይታ የሱስ ዝተነበዮ ማለት እዩ፣ ቅድሚ ምዕናው የሩሳሌም ወንጌል ኣብ ዓለም ናይ ሮማ ብምሉኡ ከም እተሰብከ። ስለዚ ኣብ ግዝኣት ሃጸይ ናይ ሮማ ማለት እዩ፣ እቲ ዓለም ዝበሎ ሕጂ ምሉኡ እቲ ሮማ እተመሓድሮ ኣብ ትሕቲ ግዝኣታ ዝነበረ ናይ ሮማ ነዚ እዩ እቲ ዓለም ዝብሎ ዘሎ ማለት እዩ። ቆሎሴ ሓደ ሽዱሽተ ጌረኩም ጥቕሲ ዕስራን ስለስተን ብተወሳኺ እውን ከም ዝስዕብ ንምልከት ንኣብነት ካልኣይ ጢሞቴዎስ ምዕራፍ ኣርባዕተ ቁፅሪ ዓሰርተ ሸውዓተ ስለዚ ፍትሒ ዝበልኩዎ ኣነ እምበኣር ቅድሚ እቲ ናይ ምዕናው የሩሳሌም ወንጌል ኣብ ዓለም ናይ ሮማ ኣብ ትሕቲ ግዝኣት ሃፀይ ናይ ሮማ ማለት እዩ ሃፀይነት ናይ ኢምፐሪያሊዝም ነይሩ ማለት እሳት እትገዝኦ ኩሉ ንስዩት ዓለም ይበሃል ዘሎ ኣብዚ ፅሑፍ እዚ ካልኣይ ጢሞቴዎስ ምዕራፍ ኣርባዕተ ቁፅሪ ዓሰርተ ሸውዓተ እቲ ስብከት ብኣይ ምእንቲ ክምላእ ኩሎም ኣህዛብ

የበርትዖ ነይሩ ምስኡ ከውን ነይሩ ይቆመሉ ነይሩ ምክንያቱ በዳህ ዝኮነ ውጉዕዝታት የስከይድ ነይሩ ኣብ መዓት ጣኦታት ዘለዎ ካብ ኣይሁድ ውን ገዛእርሱ መናዓበሰ ዝበሃል ነበረ ስሕተት ምህራሉ ክቀትልዎ ከጥፍዎ ኣብ ኩሉ ዘድሕሪኡ ስለዝኮነ ነበሩ ኣብ ቀቅድሚ ኣብ ሓደ ቦታ ቅድሚ ምብጽሑ ውን ከምኡ ስለ ብዛዕኡ ተወሪዱ ኣቀዲሞም ኣናዒቦምሉ ዝጸንሑ ኣተሲኦምሉ ዝጸንሑ ነይሮም ሰብ ስለዚ ኣብዚ ግን ክሰምዑ ሰዘለዎም ኩሎም ኣህዛብ ምእንቲ ክሰምዑ ግና ጎይታ ቆመለይ ኣበርትዓኒ ካብ ኣፍ ኣንበሳ እውን ኣናገፈኒ ካልኣይ ጢሞቴዎስ ምዕራፍ ኣርባዕተ ቁጽሪ ዓሰርተ ሸውዓተ ካልእ እዚ ሲ እዚ ወንጌል እዚ ነህዘብ ጥራይ ኣይኮነ እንታይ ዳይ ወላ እውን ነቶም ኣብ ብዙሕ ሃገራት ፋሕ ኢሎም ዝነበሩ ኣይሁድ ክስበኽ ነይርዎ ምክንያቱ ሶም ህዝቢ ኣምላኽ እዮም ዝበሃል ነይሩ ስለዚ እቲ መንገዲ እቲ ሓቂ መንገዲ ናይ ኣምላኽ ሕጂ ክፈልጥዎ ኣሎዎም እቲ ወንጌል ክሰምዕዎ ኣሎዎም ስለ ንስብከት ናይ የሱስ ማለት ክሰምዑ ኣሎዎም ንወንጌል ናይ የሱስ ክሰምዑ ኣሎዎም ሰሚዖም ንክቕበሉ ወይ ክነጽጉ ዕድል ምእንቲ ክረኽቡ ማለት እዩ ስለዚ ክልተ ነይሩ ውዕል ነሕዛብን ነቶም ኣይሁድ ፋሕ ኢሎም ነበሩ ብቲ እዋንቲ እውን ክበጽሖም ነይሩ ብተወሳኺ ጳውሎስ መደብ ኣውጺኡ ነይሩ ናበይ ንኸይድ ንስጳኛ ንኸይድ ስለዚ እዚ ጽሑፍ ከነንብብ ኢና እቲ ጽሑፍ ክጠቕሰልኩም ክሳብ እስጳኛ መደብ ክወጽእ ይኸውን ዝነበረ ጳውሎስ እዚ ማለት ከዓ ኣብኡ ሲ ማሕበር ቆይማ ከም ዘላስ ፕሮባቢሊቲ ነዮ ተኽእሎታት ነይሩ ማለት እዩ ከምኡ ዘይከውን ነራኡ ክኸይድ ኣይምበለን እቲ ምኻዱ ከዓ ይነግር ብዛዕባኦም ማለት ሮሜ 15 24 ንስጳኛ ክኸይድ ከለኹ ናባኻትኩም ክመጽእ እየ፣ ክሓልፍ ከለኹ ክርእየኩም፣ ቅድም ቁሩብ ብምርኣይኩም ምስ ጸገብኩ፣ ካብኡ ንኔው ድማ ብኣኻትኩም ክስነ ተስፋ እገብር ኣለኹ። ስለዚ ኣብኡ ኦረዲ ወይ ድሮ ቆይማ ከም ነበረት እዩ ዘመልክት እዚ። ባርስ እዚ ምስ ወዳእኩ፣ እዚ ፍረ እዚ እውን ምስ ሓቶም ኩሎም ንዕኦም ብኣኻትኩም ኣቢለ ንስጳኛ ነቶም ኣብዚ ምስ ወዳእኹ በዚ ዝኸዶ ዘለኹ ብኣኻትኩም ኣቢለ ንስጳኛ ክኸይድ እየ። እዚ መደብ ጉዕዞ ናይ ጳውሎስ ከምዚ ሚሽነሪ እዩ ነይሩ ኣብ ስጳኛ ግን ንምንታይ ኣቲ ነገር የብርህ እዚ ነገር እዚ እቲ ወንጌል ንምዕራባዊ ዶባት ናይ ሃጽያዊ ግዝኣት ናይ ሮማ በጺሑ ከም ነበረ እዩ ይነግረና እዚ ግዜ ጳውሎስ እዩ ተፈጺሙ ማለት እዩ ስለዚ ሳብ ክምዚ በጺሑ ነይሩ እቲ ወንጌል በዚ ምክንያት ከዓ ጳውሎስ እኮ ኮት ይገብር ይጠቅስ እዩ ካብ ናይ ብሉይ ኪዳን ካብ መዝሙር ዳዊት የምፅእ ኣብ ሮሜ 18 ድሕሪ ኢና ነቢ ብከምዚ እዩ በዚ ምክንያት ዘሪኽ እዩ ከምኡ ከም ዝበፅሐ ወንጌል ኣብ ኩሉ ከም ዝበፅሐ ወንጌል ተረዲኡ ኣብ ዓለም ኩሉ ከም ዝበፅሐ ኣብ ፍጥረት ትሕቲ ሰማይ ዘሎ ፍጥረት ኩሉ ከም ዝበፅሐ ኣብዚ ኢለኩም ኣነ ኣብ ትሕቲ ናይ ሃጺያዊ ግዝኣት ናይ ሮማ ማለት እዩ ሙሉእ እቲ ዓለም ፍጥረት ዝብሎ ዘሎ ማለት እዩ ሮሜ ዓሰርተ ቁጽሪ ዓሰርተ ሸሞንተ ከምዚ ይብለና ኣነ ግና ኮቶ ዶ ይሰምዑኒ እዮም እብል ኣለኹ ደሃዮም ናብ ኩላ ምድሪ ወጸ ቃሎም እውን ክሳዕ ወሰን ዓለም በጽሐ ብሓቂ እባ ሰሚዖም ይብል ሕጂ ብሓቂ እባ ሰሚዖም ስለዚ ደብላን ቃሎም ክሳዕ ወሰን ዓለም በጽሕ። ኣነ ግና ከቶዶ ኣይሰምዑን እዮም እብል ኣሎኹ። ደሃዮም ናብ ኹሉ ምድሪ ወጸ፣ ናይቶም ጽቡቕ ወረ ወንጌል ሒዞም ዝኸዱ ማለት እዩ፣ ቃሎምውን ክሳዕ ወሰን ዓለም በጽሐ፣ ብሓቂ እባ ሰሚዖም ይብል ማለት እዩ። እዚ ኣብ ካብ መዝሙር ዓሰርተ ትሽዓተ ቕጽሪ ኣርባዕተ እዩ ማለት እዩ፣ ኣብ ሮሜ ዓሰርተ ቕጽሪ ዓሰርተ ሸሞንተ ጳውሎስ ተጠቒስዎ ኣሎ። ምኽንያቱ መዝሙር ዓሰርተ ትሽዓተ ቁጽሪ ኣርባዕተ ከምዚ ይብል፣ ገመዶም ናብ ኵላ ምድሪ፣ ቃላቶም ድማ ክሳዕ ወሰን ዓለም ይወጽእ ኣሎ እሞ፣ ንጸሓይ ከኣ ድንኳን ተኸለሎም ይብል። ኣብ ግብረ ሃዋርያት ሉቃስ ከምዚ ዝብል ኣሎ፣ ኣብዚ ንጹር ክበርሃልና እዩ ሕጂ። እቲ ዓለም፣ እቲ ፍጥረት ገለ ዝብሎ ዘሎ እንታይ ማለት እዩ ክንርእዮ ኢና ሕጂ። ኣብ ግብረ ሃዋርያት ተጻሓፊ ሉቃስ እዩ፣ ከምዚ ክብል ብዛዕባ ኤስያ መዝጊብዎ ይርከብ። ንኣብነት ኣብ ኤስያ እውን ንገዛእ ርእሱ፣ ኤሽያ ማይነር ገለ እንታይ እዩ? ዕብራውያን ምዕራፍ ዓሰርተ ትሽዓተ ጥቕሲ ዓሰርተ ከምዚ ይላል እዚ ኣብ ኤስያ ዝነበሩ ኩሎም ኣይሁድን ኩሎም ኣይሁድን ጽርኣውያንን ነቲ ቃል ጎይታ ክሳዕ ዝሰምዕዎ ክልተ ዓመት ምሉእ እናቐጸለ ከደ ስለዚ ክልተ ዓመት ምሉእ ቀጺሉ እዚ ነገር እዚ ኩሎም መን እዮም ክሳብ ሰምዕዎ ክሳዕ ዝሰምዑ ኣይሁድን ጽርኣውያን ኣበይ ነበሩ ኣብ ኤስያ ዝነበሩ ማለት እቶም ኣብ እስያ ዝነበሩ ኣይሁድን ጽርኣውያንን ከምቲ ኢለኩም ዓመተ ንኽልቲኦም ንኹሉ እዩ ንኣይሁድን ንጽርኣውያንን ነይሩ ነቲ ቃል ጎይታ ክሳዕ ዝሰምዖ ክልተ ዓመት ምሉእ እናቐጸለ ኸደ ካልእ ሕጂ ብዛዕባ ዓለም ፍጥረት ክንብል ከሎ ነዚ ጽሑፍ ምንጽጻር ሕጂ ከም እናጸጥሮና ሓደ ኣገዳሲ ነገር ከዓ ኣብ መወዳእታ ክንዕዘብ ኢና ገለ ነገር ሒዝና ክንወጽእ ኢና ዓለም ፍጥረት ክብል ከሎ ገለ ነገር ሒዝና መጺና ወይ ክንግንዘብ ኢና። ንሱ ኸኣ እንታይ እዩ? ወንጌል ሉቃስ ምዕራፍ ክልተ ጥቕሲ ሓደ ከምዚ ዝብል ኣሎ፣ ኰነ ድማ በቲ ቕነ እቲ ኵላ ዓለም ክትጸሓፍ፣ ኵላ ዓለም ክትጸሓፍ፣ ካብ ቄጻር፣ ካብ ቄሳር ኣውግስጦስ ትእዛዝ ወጸ፣ ስለዚ እምበኣር እቲ ሃጸያዊ መግዛእቲ ናይ ሮማ ኣብቲ እዋንቲ ዝነበረ ቄሳር መን እዩ ኣውጉስጦስ ትእ ስለዚ ንሱ ትእዛዝ ኣውፅኡ ዲክሪ ውፅኡ ኣብ ኩሉ ይኸይድ ስለዚ ንኣብነት ኣብዚ ኮይኑ ግን እታ ሮማ ዘይትገዝኦ ክኸይድ ኣይክእልዎ እቲ ትእዛዝ ስለዚ እንታይ ማለት ና እዚ እቲ ዓለም ዝብሎ እቲ ዓለም ኢለኩም እቲ ናይ ሮማ ዝብሎ ዘሎ ማለት ኣብቲ ሃፀያዊ ግዝኣት ናይ ሮማ እዩ ምክንያቱ ካብ ቄሳር ኣውጉስጦስ ትእዛዝ ወፅ ይብላ እንታይ ብላ ኮነ ድማ በቲ ቅነቲ ኩላ ዓለም ኣብ ትሕቲኣ ዘላ ማለት እዩ ኣብ ትሕቲ ሃጺያዊ ግዝኣት ናይ ሮማ ክትጸሓፍ ማለት እዩ ክትጸሓፉ ረጅስተር ክትኮኑ ካብ ቄሳር ኣውግስቶስ ትእዛዝ ወጸ ይብል ሉቃስ ክልተ ሓደ ስለዚ በዚ መንጽር እዚ ክንሪኦ እንክላና ወንጌል ተሰቢኹለና እንከሎ ኩሉ ዓለም ክልከሎ ትሕቲ ኩሉ ፍጥረት ትሕቲ ሰማይ ክብል ከሎ እዚ ክፍጸም ኣለዎ ሽዑ እቲ ናይ መወዳእታ ዝበሎ እቲ ምዕናው ናይ እታ ንቤትኩም ክትዓንያ ክብሎም ከሎ እምኒ ርእሲ ብእምኒ ክተርፍን እዩ ክብል ከሎ እዚ ቅድም እዩ ማለት እዩ እዚ ከዓ ኮይኑ እዩ ግብረ ሃርያ ዓሰርተ ሓደ ዕስራን ሸሞንተን ከንቲራ ሓደ ካብኣታቶም ከ ኣጋፖ ዝስሙ ተንሲኡ ኣብ ኩላ ዓለም ኣንተ ሕጂ ዓለም ክልክና ርኢና ኣለና በቲ ቅነቲ ኩላ ኮነ ድማ በቲ ቅነቲ ኩላ ዓለም ክትጸሓፍ ካብ ቄሳር ኣውግስጦስ ትእዛዝ ሕጂ ብቲ እዋንቲ ሽም ናይቲ ቄሳር ዝነበረ ኣጉስጦስ እዩ ነይሩ ማለት እዩ። ሕጂ ከኣ ኣብ ግብረ-ሐዋርያ ዓሰርተ ሓደ ዕስራን ሸሞንተን ካልእ ቄሳር እዩ ክኸውን። ግን ናይ መን እዩ ከ? ሃጸያዊ ግዝኣት ናይ ሮማ እዩ ማለት እዩ ነይሩ እቲ ቄሳር። ሓደ ካብኣታቶም ንላዕሊ ግብረ-ሐዋርያት ዓሰርተ ሓደ ዕስራን ሸሞንተን ሓደ ካብኣታቶም ከኣ ኣጋፖስ ዝስሙ ተንሲኡ ኣብ ኩላ ዓለም ብርቱዕ ጥሜት ከም ዝኸውን መንፈስ ተዛረበ። እዚ ብዘመን ቄሳር ቅላውዴዎስ ኮነ። ኣንተ ወይ ቄሳር መኒር ኣጉስጦስ ሕጂ ከኣ ብዘመን ቄሳር ቅላውድዮስ ኮን ይብለና እዚ ጥሜት ኣብቲ ከኣ መጽሓፍ ምዝጋብ ግብረ ሃረቅ ዕስራን ኣርባዕተን ጥቅሲ ሓሙሽተ ከም ዘሎ እንተወሳኺ ንሕና ነዚ ሰብኣይ እዚ መራሒ ወገን ናዝሬታውያን ናዝሬታውያን ኮይኑ ሕጂ ከም ጸድፊ እዮም ዝርእዎም ነይሮም ናዝሬታውያን እዮም ዝርእዎም ነይሮም ማለት እዩ ነቶም ኣመንቲ ማለት እዩ ንሕና ንዚ ሰብኣይዚ መራሒ ወገን ናዘይታውን ኮይኑ ኣብ ብዓለሙ ንዘለዉ ኩላቶም ኣይሁድ ፌራ መናዓዓብን ኮይኑ ረኸብናዮ። ኣበይ ትፋሕ ኢሎም ዘሎ ኣብቲ ግዝኣት ናይ ሮማ ፋሕ ኢሎም ዘለዉ ብዓለሙ ማለት እዩ ንዘለዉ ኩላቶም ኣይሁድ ፌራ መናዓዓብን ኮይኑ ረኸብናዮ ንጳውሎስ እዩ። ስለዚ ቅድሚ ጎይታ ምምፁ ናብኦም ማለት እዩ እቲ ምምፃእ ናይ ጎይታ ሕጂ ዝብሎ ፍርዲ ማለት እዩ ጎይታ ዘውፅኦ ቃል ፍርዲ ክኸውን እዩ ዝበሎ ቅድሚ ምፍፃሙ ማለት እዩ ምምፁ ክንብከና ከም ተፈፀመ ሕጂ ኣብርሄ ኣለኹ ክሳብ ሓምሻይ ክፋል ማለት እዩ ዝሓልፋ ኣርባዕተ ናይ ሎምዓንቲ ሓደ ክፋል ሓሙሽተ ክፋላት ማለት እዩ። ኣብ ዝቕጽል ቪድዮ ክገብር እየ። ንሱ ከኣ እንታይ እዩ ነይሩ እንታይ ክኸውን ብዛዕባ እቲ ናይ ትንቢት ዳንኤል ተጠቒሱ ዘሎ ኣብሉ ሕጂ ንሱ ከኣ ካብ ጥቕሲ ዓሰርተ ሓሙሽተ ቅጽል እዩ እንታይ እዩ ነይሩ ምዕራፍ ዕስራን ኣርባዕተን ጥቕሲ ዓሰርተ ሓሙሽተ ከም ዝብል ኣሎ እቲ ብነቢብ ዳንኤል እተባህለ ናይ ጥፍኣት ርኽሰት ኣብታ ቅድስቲ ስፍራ ቆይሙ እንተ ርኤኹም፣ ስለዚ ኩሉ ግዜ ጥፍኣት ርኽሰት ቆይሙ ሕጂ ህው ኣብቲ ቤት መቕደስ ወይ ከምዚ ኮይኑ ከምዚ ክመጽእ እዩ ከምዚ ክኸውን እዩ ንመጻኢ መስሎም ከም ተፈጸመ እዚ ክንሪኦ ኢና እቲ ብነብዪ ዳንኤል እተባህለ ናይ ጥፍኣት ርኽሰት ኣብታ ቅድስቲ ስፍራ ቆይሙ እንተ ርኤኹም እቲ ዘንብብ የስተውዕል እዚ ነገር እንተ ርኢኹምሲ ምልክታቱ ከምዚ እንተ ርኢኹም ኣስተውዕሉ ይብሎም ኣሎ ስለዚ ዝፍጸም ነገር እዩ ዝነግሮም ዘሎ ዘርክቡሉ ንሶም እሞ ንሶም ከኣ ከስተውዕሉ ነቶም ኣመንቲ እዩ ዝነግሮም ዘሎ እዚ ክበርሃ ንኽእል ስለዚ ናይ ሎምዓንቲ ኣብዚ ወዲኤ ኣለኹ ስለዚ በዚ ናይ ሎምዓንቲ ውን ሕቶ ወይ ሪኢቶ ምስዝሎ ክትጽሕፉ ትኽእሉ ኢኹም ስለዚ ኣንብብዎ እቲ ንኣምኖ ትኣምኖ ወይ እቲ ትርድኦ ዘለኻ ምንጩ ክትምርምር ጽቡቕ እዩ ምኽንያቱ ማሕበር ኣምላኽ ስደት የጋጥሞ ኣይዲ እዎ የጋጥማ ግን እዚ ኣብዚ ተጻሒፉ ዘሎ ከምዝን ከምዝን ከምዝን ዝርዝር ከጋጥም እዩ ተባሂሉ ዘሎ ነቲ ናይ መወዳእታ ተባሂሉ ዘሎ ኣቐዲሙ ቅድሚኡ ክፍጸም ዘለዎ እዩ ከምቲ ጎይታ ዝበሎ ዝፍጸም ዘሎ ንዑ እየ ዘብርህ ዘሎ ከኣ ግን ከምቲ ኣብቲ እዋንቲ ክፉኣት ብንጹር ዝነበሩ ነገስታት ኣብቲ ማሕበር ስደትን መከራን ዘውርዱ ዝነበሩ ተመሳሳሊ እውን ኣብዚ እዋን እዚ ክወርድ እንድሕር ክኢሉ ከምኡ ይወርድ ይውን ኩሉ ግዜ ግን እቲ ማሕበር ተሰዒርያ ምክንያቱ ክርስቶስ ምስኣ እዩ ኩሉ ግዜ ጎይታ ምስኣ ስለዝኮነ እዩ ስለዚ ንሕና ከኣ ኣብኡ ኢና ንስዕር ኩሉ ግዜ እዚ ዝተዛረቦ ግን ነቲ መወዳእታ ዘመን ኢራ ናይ ኣይሁድ ናይ ብሉይ ኪዳን ናይቲ እምኒ ብርእሲ እምኒ ክተርፍን ዝብሎ ዘሎ ምክንያቱ ቤት መቅደስ ማለት ንዖም ኩሉ ነገር እዩ ነይሩ ንሱ እዩ ሕጂ ግን ቤት መቅደስ ኣምላኽ ንሕና እና ስለዚ ክበርሃልና ክኽእል ኣለዎ። ኣብቲ መጽ ዘሎ ጽሑፍ ሓሙሻይ ክፋል ከኣ ጽቡቅ ጌረ ብዛዕባ እዚኣ እቲ ብነቢ ዳንኤል እተባህለ ናይ ጥፍኣት ርኽሰት ዝብል ኣብታ ቅድስቲ ሰፍራ ሕጂ ምስ ሕጂኦም ንመጻኢ ክመስሎም ክሉ እዚ ንመጻኢ ጸባብዩ ከምኡ ኣይኮነን እዚ ተሪእኹም እቲ ዘነብብ የስተውዕል ይብል ሕጂ ስለዚ ንዓና ጠልጠል ኢሉ ዝተገድፈ ኣይኮነን ንዕኦም ኔሩ ኣብ ሂወቶም እቶም ኣይሁድ ተፈጺሙ እቶም ኣመንቲ ኸኣ ከስተውዕሉ ኸም ዘለዎም፣ ንሶም ከኣ ክኸዱ ኸም ዘለዎም፣ ክወጹ ኸም ዘለዎም፣ ጎይታ መጠንቀቕታ ነጊሮም ኣሎ፣ ክነቕዑ ኸም ዘለዎም ነጊርዎም፣ እዚ ኸኣ ርእዮሞ ንሶም ውን ድሒኖም ማለት እዩ። ክብሪ ንኣምላኽ ይኹን የሱስ ጎይታ እዩ። ናይ ሎምዓንቲ እዚ ነቲ መወዳእቱ እቲ ዝመጽእ ከም ዘልኩዎ ኣብቲ ሻድሻይ ክፋል ክህሉ እዩ ማለት እዩ። ስለዚ እቲ እግዚኣብሄር የፍቅረኩም እዩ። እግዚኣብሄር ይሓልየልኩም ጸጋ ጎይታና የሱስ ክርስቶስ ኣብ መንፈስኩም ይኹን።